ሰላም ሰላም ኩብራትን ፍትዋትን ናቻናለይ ቤተሰብ ሃሚኒኹም ለይ ደቂ ዓቢት ወይ ሃሚ ውዕልኹም ኩሉ ሰላም ኣነ ሰላም እየ እግዚኣብሔር ይመስገን ንስኻትኩም ድማ ሰላም ክትኾኑ እናተመንኹ ሎማዓንቲ ውዕልና ኣብ ከተማ ዓዲ ጉዶም እየ ሒዘልኩም መፅየ ኣለኹ ከምቲ ትሪእዎ ኣለኹም ብጣዕሚ ደስ ዝብል ቦታ እዩ ኣብ ከተማ ዓዲ ጉዶም ኮይኑ ሃይ ስኩል ጠቓ ሰለስተ ቦታ ሓደ ናይ ማሕበር ሓደ ድማ ናይ ክፍሊት ሚእቲ ኣርባዓ ካሬ ሒዘልኩም መፅየ ኣለኹ ማለት እዩ ካብ ሰለስቲኡ ሓደ ሰብ እንድሕር ለይገዘእኳ እውነት ሓቀይ ይሓልፈኩም ለሕዋተይ እዶሞ ብጣዕሚ እዩ ርካሽ እውነት ሓቀል ምንጋር ማለት እዩ ስለዚ ቦታ ኣብዚ ሕዚ ሰዓት ስለረኸሰ ኣሕዋተይ ከየምልጠልኩም በተለይ በተለይ ካብ ሸሞንተ ሚእቲ ካብ ሸውዓተ ሚእቲ ለለኩም ኣሰባት ልምንታይ ኢኹም ኣብ ቦታ ለይተውዕልዎ ኣይሓምም ኣይሞት ቦታ ሲ ዋላ ካብ ስደት ኣቲኻ ሲ ኣበይ ኣትፀንሐካ ኣበይ ኣትፀንሐካ ምንም ላመን ምልኸን ነገር የለይ ስለዚ እዚ ቦታ ሲ ዋላ ድሕር ግዜ ስዲ ውላድ ኻኢሉ ሕጎስ ሕዋተይ ኣብ ባንክ ቅርሺ ጥቕሚ የውልእ የለኩም ኩሉ ግዜ ዘረባት ኣያዚኣ ተንስሕ ከይትውልኒ ቅርታ እናወልኹ ንቻናለይ ሓደስ ዝኾንኩም ሼር ላይክ ሳብስክራይብ ምግባር ቅድሚ ኩሉ ግበሩ ኢኹም። በተለይ በተለይ ከምዚ ዓይነት ሓበሬታ ልደሊ ብዙሕ ሰብ ስለ ዘለዎ ሼር ግበሩ ላይክ እናገበርኩም ለእተው እንድሕር ሼር ላይክ ጌርኩም ኮይንኩም እዚ ዩቲዩብ ባዕሉ ናብ ብዙሓት ስለ ዘሽከርክሮ እዚ ቦታ ሰለስተ ቦታ ሒዘልኩም መፅ ኣለኹ ኣብዚ ሓዚ ሰዓት ክሽወጥ እዩ ተለይሉ ስለ ዝተባሃለ ዓዳግል ክመፀለ ሸር ገበሩ ቤተሰብ ዘይኮንኩም እውን ሳብስክራይብ እናገበርኩም እቶ ኣሕዋት ይማዕረይ ይቐንየለይ እናበልኩ ስለ ዝተተባብዑኒ ንኸድላ ጉዳይና ከምቲ ትርእይዎ ኣለኹም ኣብ ከተማ ዓዲ ጉዶም እዚ ጥቓ ሃይስኩል እዩ ዳዕዳዓ ፀርጋ ልሓ ዘለዎ መንገዲ ዓረና ካብኡ ናይ ትምህርቲ ቤት ኣሎ ካብኡ ሃይስኩል ኣሎ እንግዲህ ትፈልጥዎ ትፈልጥዎ እዮም እንዳሕን ችግር የብሉይ ግን ከዓ እዚ ቦታ እሞ ረእይዎ ዋልካ ድዩ ቀይሕ መሬት ድዩ ሖፃ ድዩ ብዝብል ምክንያቱ ቦታ ክትገዝእ ከለካ ልኮ እቲ ቦታ ሳሚ እዩ ብዝብል ኣድላይ ዶ ኣድላይ ዶ ክኾነ ኣለዎ ረእይዎ እሞ ብጣዕሚ እዩ ደስ ዝብል ማለት እዩ ካብሉ ኣድ ጉዶም በዝሒ ዋልካ የለይ ቀይሕ እዩ መሬቶም ዝናብ ተወቕዐ ከምዚ ክረምቲ እኳስ ምንም ችግር የብሉ ፀፈፍታ እዩ ዋልካ ስላውዚ ላብ መቐለ ገፂ እምበይ ላብ ኣድ ጉዶም ስለለየለ ኣሕዋተይ ቦታ ትገዝእ ኣለካ ለ እቲ ቦታ ሃመ እዩ መሬቱ ሐፃ ድዩ ዋልካ ድዩ ብዝብል ኣመቻችኹም ረእይዎ ኣነ መቸም ቪድዮ ላይ የምፃኹ ስለለ ይኾነለይ ንባዕለይ ለቀደማይ ነገር ብጣዕሚ እዩ ደስ ዝብለኒ ረእይዎ ደስ ይብል ስለዚ እዚ ቦታ ሰለስተ ቦታ ሒዘልኩም መፅኦ እኒኹ ሓደ ብሓደ ከላልየኩም እዮ ማለት እዩ ቀድሚ ከሉ እንታይ ክንትብላኒ ኣሕዋተይ ልምንታይ እዩ ደላሊ ልግበር ኣሎ ኣሕና ሲ ብቤተ እንድሕር ካርታ ለለዎ ኮይኑ ሲ ብቤተሰብና ወይ ብሕዋትና ብወለድና ስለይ ንገዝእ ንዓልና ሰብሲ ለይ ንገበር ልምንታይና ካርታ ማነው ደላልሲ እንታይ ናዕሉ ዓሰርተ ሽሕ ንኸፍል ደላልሲ ቅርሺ ይበልዐና እዩ እልትብላ ሰባት ስለ ብዛሓት ለለኽን ያው በዚ ለ ፅሕፋለ ኢኽን ብዩቲዩበይ ሓደ ሓደ ግዜ ቪድዮ ለቕኹዎ ብመሰንጀር እውን ፅሕፋለ ኢኽን ኣሕዋተይ ደላል ለይብሉ ቦታ ኣይግዛይ ምንም ተኣምር ማለት እዩ ምንም ተኣምር እዚ ሞድሓን ችግር የብሉ ለኣየስ ዋላ ልክ ትናጸላ ድያ ልክ ሃምዚ ክትብላ ድያ እማ ኢልክን መባላ ጠርጥራኒ ልቶም ዓበይቲ ኣብ ገዛ ለለዉ ለሕዋትክን ድዩ ልወለድክን እዩሞ ጠይቃ በለይ ደላሊ ብስሩ ብስሩ ብስሩ ኣይግዛእ ቦታ ማለት እዩ ብስሩ ኣይግዛእ እስኪ መን ገዝኡ እስኪ ደላሊ ለይብሉሲ መን ገዝኡ ወይ ደላሊ ኣምሲሉ ስኢሉ ኣብ ማእከሉ ኮይኑ እምበር ደላሊ ለይብሉ ቦታ ኣይግዛእ ምክንያቱ እንድሕር ደኣ ደላሊ ሒዝክን ቀዳማይ ነገር እቲ ደላሊ ሕጋዊ ክኾነ ኣለዎ ተረዲኽና እንዶ ኩሉ ነገር በዓሉ መዛጋጃ ቤት ስለልውድእ እቲ ደላሊ ለይብሉ ቦታ ኣይግዛእይ መጨረሻ ማለት እዩ ብዝሓት ኣለኽን ልኡታይ ኢና ኢና ንህብ ደላሊ ለይብሉ ኣንሕና ካብ በዓልና ካብ በዓል ገዛልስ ኣምፅልና ስልኪ ይል ደላልስ ኣይንድውል ትብላ ኣነ ዳ ምሃም ገይረ ካብ በዓል ገዛ ከምፅልኽን ኣሕዋተይ ካብ በዓል ገዛ ትኾነ ለኮ እቲ በዓል ገዛ ለኮ ደላሊ ሒዘ እዩ ዝቐርበክን ጥርሑ እኮ ይቐርብ ደላሊ ውሉብ ስብ ምንም ኣነ ካብ በዓል ካብ መጀመርያ ኣትሒዘ ደላሊ ለይብሉ ቦታ ልግዛእ ርኤ ኣይፈልጥን ምንም ተኣምር ማለት እዩ ስለዚ ኣብቲ ናትና ልበፃሕ ህይወት ለ ደላሊ ግድን ደላልስ ክግበር ኣለዎ እምበር እስ ደኣ እሞ ኣሕዋትካ ወለድካ ደልዮም ቦታ ከይስእንዶ ዋላ እሳቶም ለሲ ደላሊ ለይብሉስ ኣይገብሩ ምንም ተኣምር ማለት እዩ ስለዚ እቲ ኣየ ክብል ደልየ ቦታ ክትገዝኣ እንድሕር ደኣ ደሊኽን ደላሊ ጥዑይ ደላሊ ክትገብር ኣለክን ሕዚ ናተይ እዚ የሉ እዚ ኩሉ ግዜ ቦታ በዓል ገዛ ድዩ ይልእኸሉ እዩ ግን ከዓ እቲ ደላሊ ክማረፅ ኣለዎ እቲ ደላሊ ሕጋዊ ድዩ ኣይሕጋዊ መጀመርያ ነገር ናይ ነባር ትሕዝቶ ለግኔ ልክፍጥ ተኮይኑ ስእሉ ለየዳገገ ቦታ እንድሕር ለግኔ ለምፀልካ ኮይኑ ኣብ ሰለስተ ክልተ ተሸይጡስ እዚኣ ትሽወጥ እያ እናተባሃለ ለቀናድሕ ተኮይኑ ማለት እዩ ምንም እዚ ደላሊ ኢለ ኣይቆፅረ ኣነ ደላሊ ማለት ናዕሉ ቢሮ ሒዙ ጎበዝ ንፉዕ ኮይኑ እንደገና እቲ ቦታ ሃም እዩሉ በዓሉ ሕጥርጥር ኣቢሉ ለውፀ እምበር ስእልካ ብስም ደላሊ ማለት ሲ ኣሕዋተይ ትጋገ ኣለኽን ማለት እዩ ብዙሓት ኣለኽን ብሃሙታት እውን ትሽወዳ ማለት እዩ ስለዚ እንታይ እየ ክብል ደልየ እዚ ደላሊ እዚ ሕዚ ኣብቲ ናተይ ኩሉ ግዜ ቁፅር ስልኪ ልሓድገን ኣለኹ ሕጋዊ እዩ ካልኣይ ነገር ምንም ተኣምር ነባር ትሕዝቶ ኣየምፂ ነባር ትሕዝቶ ብዙሕ ፕሮሰስ ስለለለዎ ምንም ተኣምር ኣነ ከምፅእ ይኽእል ናይ መዓልታዊ ሓሙሽተ ሽዱሽተ ሽሕለይ ዓርየኒ ብድሕሪኡ ካርታ ካዕቲርካ ንዓ ከድ ንዓ ሓምዚ ወረቀት ንዓ ሓምዚ ንዓ ሓምዚ እዚሲ እዚ ደኣ እሞ ስራሐይ ደብድ ኣለኹ እዮም ልብሉ እዞም ደለልቲ ማለት እዩ ኣብ ነባር ድሕዝቶ ለለዉ ነባር ድሕዝቶ ከዚ በዓልካ ስለስኻ ኢኻ ምንም ዋላ ደላሊ ይሃሉ እየ እምበር ምንም ሽግር የብሉ በዓልካ በዓልካ ስጠባብስ ትኽእል ኢኻ ኣብዚ ናብ ሚእቲ ኣርባዓ ካሬ ግን ደላሊ ለይብሉ ኣየለይ ዝሮ ዝሮ ላፍቱ ጉዳይና ከብለክን ኣይ መጀመርያ ስለ ዝሓተትክናን እየ ሕዋተኝ ከምቲ ትርእይዎ ኣለኹም መጀመርያ ነገር ሚእቲ ኣርባዓ ካር ሎማዓንቲ ዝተሰረተ ቦታ ልእየ ሒዘልኩም መፅእ ኣለኹም ዝተሰረተ ቦታ ኣብ እዩ ብዝብል ያውሮ እዩ በዓል ገዛ ብደንብ ገይሩ ከርእየና እዩ ማለት እዩ እዛ ዝተሰረተት ገዛ ምስዚኣተን እየን ረያ ረይዋ ረይዋ ኩሉ ክላሳት ተኻፋፊላ እያ ከምቲ ትርእይዋ ኣለኹም ረይዋ ማለት እያ ፀፀር እዩ ለይቦ እምበይ ረእዩ ትርእይዎ ኣለኹም ዶ ኣሕዋተይ? እዙይ ማለት እዩ ለነፅር ማል ደልየ እዮ እዙይ ሚእቲ ኣርባዓ ካሪ እዩ ዓሰርተ ብዓሰርተ ኣርባዕተ ማለት እዩ ሚእቲ ኣርባዓ ካሪ ያው ሓደ ነጥቢ ኣርባዕተ ብልዎ ኣለዉ እዙይ ማለት እዩ ከምቲ ትርእይዎ ኣለኹም እዙይ እዙይ እሺ ክባር እዩ ሓደ ነጥቢ ኣርባዕተ ይብልዎ ኣለዉ ዓ ፀፀር እዩ ለይመልአ እምበይ ኩሉ ክላሳት ተኻፊሉ እዩ እኒኦ ኦኬ ለለ ንኽድ ንክላብ ማሕበር ተሰሪቱ እዚ ትሪእዋ ኣለኹም ለለውዚ ኣብዚ ጥቓ በጃጅ ማለት እዩ ኣብዚ ሓሸዋ ልፈሰሰለ እሳለ ሚእቲ ኣርባዓ ካሬ እያ ካርታ ኣለዋ እዩ ማለት እዩ እሳለ ክንደ ይብልዎ ኣለዉ ነፃ ቦታ እያ እምኒ የብላ ሓሸዋ የብላ ምን የብላ ኣሕዋተይ ነፃ ቦታ ማለት እዩ እሳ እንደ ይብልዎ ኣለዉ እስካብ ሸሞንተ ሚእቲ ሓምሳ እዩ ረይዋ ሓደ ነጥብስ ሓደ ሚእቲ ሓምሳ ጎደልዎ ማለት እዩ እስካብ ሸሞንተ ሚእቲ ሓምሳ እንዲያም ክርክር ኣለዉ እዩ ኢሎሙኒ እኒኦ ማለት እዩ ናፃ ቦታ እየለኩም ኣለኹም እቱ ልተሰረተ ለኾነስ እቱ ነፃ ቦታ ለለ ናብ ማሕበር ለንኸድ ናብ ማሕበር ኩሉ ነገር ተሰሪቶ እዩ ማለት እዩ ስእሉ ታሕቲ ምልእለ ኣቢሎም ወሰሪቶም ወነው ገዛታት ኣይተፈለየ ግን ሰረት ተጀሚርንዮ ንዑ ናብ ናይ ማሕበር ንኸድ ኢና ማለት እዩ ፅንሑ ብደቢ ገይረ ከሪኦኩም የሕዋተይ ምክንያቱ ለኣኻቱ ደስ ልክብለኩም ካብኡለ እዚ ይርእይዎ ትርእይዎ ኣለኹም ዶ እዚ እዚ ኩሉ ናይ ማሕበር እዩ ከምዚ ረእይዎ ረእይዎ ብዚ እኒኦ ማለት እዩ እዚ ናይ ማሕበር እዩ ኩሉ ገዛታት ይስረትሎ እዮ እዚ እስካብ ትሽዓንተ ሚእቲ ይብልዎ ኣለዉ ናይ ማሕበር ማለት እዩ ናይ ማሕበር ውህብቶ ናይ ማሕበርና ናይ ሚእቲ ኣርባዓ ካር ልሉ ወይኑ እዩ ረእይዎ ረእይዎ እዚ ናይ ማሕበር ማለት እዩ እዚ እስካብ ትሽዓንተ ሚእቲ ይብልዎ ኣለዉ ነፃ ቦታ ድማ እስካብ ሸሞንተ ሚእቲ ይብልዎ ኣለዉ ሚእቲ ኣርባዓ ካሬ እዚ ናይ ማሕበር ክልተ ሚእቲ ካሬ እዩ ረእይዎ ትሽዓንተ ሚእቲ ማለት እዩ ትሽዓንተ ሚእቲ ካልኣይ ነገር ተሰሪቱ እዩ ኣይሰረት ኖርማል ይኾን ይዋ ዝሮ ዝሮ ግን ንእሽተን እምኒ ክብክብ ኣቢሎምዎ እኒው እቲ ከዓ ዝ ገዛታት ቡሊኮት እልተረብረበ ገዛታት እልተፈለየ ከዓ እስካብ ሓደ ነጥቢ ኣርባዕተ ይብልዎ ኣለዉ ማለት እዩ ስለዚ እሱ ቢም ተኣሲሩ ተንዲኖ ተገይሩ እዩ ኮለን ናዓሉ ተፈልዩ እዩ ኣሕዋተይ ምክንያቱ ምስ ናይ ሓደ ቦታ ሓደ ነፃ ቦታ ሸሞንተ ሚእቲ ልወልኩኩም ምስኡ ከይተወዳደርዎ እሱ ርእይዎ ኮለን እንዶ ጠጠው ኢሉ እዩ ርእይዎ ኣብዚ ገዛታት እዩ እዛ ማእከል እኒኣ ርእኹም እዮም ኩሎ እዚኣ እዚኣ እዚኣ እዛ ኮለን ጠጠው ኢላታ እኒኣ ማለት እዩ እዚኣ ሓደ ነጥቢ ኣርባዕተ ሚእቲ ኣርባዓ ካረ ሰራርሓ ከዓ ብእግረ መንገድኹም ርእይዎ ተር ኣቢሎም ተመሳጊኖም እዮም ለስርሑ ምክንያቱ ናይ ካርታ ልወፅ ስለልኾነ ልልበይንካ ክተሰርሐ ይትኽእል ሰራዊ ዝተኮይንካ ሰራዊ ዝተስርሕ ኢኻ ፎቅ ተኮይኑ ድማ ሓምቲ ናይ መንደርካ ስለልተስርሐ ትኽእል ርእይዎ ናይ ሜተር ራዕከር ኣሰራርሓ ሓደ ነጥቢ ኣርባዕተ ኢሉ እምባ እኒኦ ኮለን ተኣሲሩ ቢም ተመሊኡ ኩሉ ነገር ገዛ ድማ ኣርባዕተ ገዛ ድዩ ሓሙሽተ ገዛ ፈልዩ እምቦ እዮም ንውል ማልደድ እየ ኣሕዋተይ ሓደ ነጥቢ ኣርባዕተ ይብልዎ ኣለውና ካብ ነፃ ቦታ ሲ እሺ ካብ ነፃ ቦታስ መቸም ዘን ኣርባዕተ ሚት ሰለስተ ሚትስ ምንም ብዝሐ ሰዓትስ እንታይ ኸየፍሳ

ነፃ ቦታ እያ ባዕልኩም ክትስርቱ ትኽእሉ ኢኹም እሳ እውን ክተቕሪብዋ ትኽእሉ ኢኹም ናይ ልማዓንቲ እዚኣ ትመስል ነይራ ብድዮን ኣሕዋተይ ማዕረይ እዩ ብካሊእ ቪድዮ እስካዕ ካልእ መፅ ስሰናዩ ደቂ ዓበይቲ ዋየይ ፈቲኹምዎ ትኾንኹም ላይክ ሸር እናጎርኩም እተዩ ባይ ባይ